ሰላም ጨቆንትን ጭቁናትን ኣገልገልትን ተገልገልትን በራዩን ነፃ ጎይቶትን መሳፍንትን ዓዃያትን ዓለም ማዕርነት የብላን ጨካን እያ ግን ድማ ከምኡ ኣይኮነትን ዓለም እንታይ ደኣ ዝኾነ ሰብ ስልጣን ክሕዝ ከሎ ብ ኢዱ እቲ ዝኸፍኤ ባህርያት ናይ ወዲ ሰብ ስለ ዘርኢ ዓለም ኢልናን ዓለም ንኸስስ ሲቪል ዎር ወይ እቲ ውግእ ሕድሕድ ተባሂሉ ዝፍለጥ ናይ ኣሜሪካ ካብ ሽሕን ሸሞንተ ሚእትን ስሳን ሓደን ክሳብ ሽሕን ሸሞንተ ሚእትን ስሳን ሓሙሽተን ተኻይዱ። ቀንዲ ድማ እቶም ሰፊሕ መሬት ዝነበሮም በራዮ ዝሕዙ ዝነበሩ ፌደራል ስርዓት ዝደልዩ ዝነበሩን ንበይኖም ተፈልዮም እውን ሃገር ከቑሙ ዝደልዩ ዝነበሩ ናይ ደቡብ ፌደራል ሓይልታት እዮም። ኣንጻሮም ዝነበሩ ድማ ዩንዮኒስትስ ዝበሃሉ ናይ ሰሜን ሕቡራት ሃገራት ኣሜሪካ ሓይልታት እዮም። እዚ ውግእት ከኣ ካልእ ምኽንያት ነይርዎ፣ ኢማንሲፔሽን ናይ ወዲ ሰብ ብሕልፊ ናይ ጸለምቲ እቶም በራዩ ዝነበሩ ነጻ ይኹኑዶ ኣይኹኑ፣ ኣብዚኣ ሓንቲ ናይ ያታ ዛንታ ከዘንትወልኩም። ዑመር ብን ኣልኸጣብ ዝብሃል ሰይድና ሙሓመድ ምስ ሞተ እንታይ ይብሎም እዞም ኣምላኽ ተምልኹ ዝነበርኩም ኣምላኽ ኣይመውትን እዩ ኣሎ እቶም ሙሓመድ ተምልኹ ዝነበርኩም ግን ሙሓመድ ሞይቱ። ኣብ ርእሲኡ ከኣ ዑመር ብን ኣልኸጣብ ኣብቲ ዝነበረ ዘይፍትሓዊ ኣከያይዳ ክዛረብ ከሎ መታ እስተዕበድቱም ኣናሰ ወወለደትሁም እመሃትሁም ኣሕራራ ይብል ከመይ ጌርኩም ኢኹም ንወዲ ሰብ ጌላ ጌርኩሞ ኣይ ኣዴታቶም ነጻን እዮም ወሊደንኦም ይብል እዚ ውን እቲ መንግስትና ቁርብ ቀልቦ ጌሩ እንተ ሓሰበሉ ጽቡቅ ኔሩ። እዚ ኣብ መንጎ ሓይልታት ሓድነት፣ ዩኒየኒስት፣ ዝበሃሉ እቶም ኮንፈደሬስ ዝበሃሉን ዝነበረ ውግእ፣ ንሰለስተ ዓመት ሙሉእ ተኻይዱ ብሽሕን ሸሞንተ ሚእትን ስሳን ሓሙሽተን ኣብቂዑ ብስዕረት ናይ ቶም ደቡብ ዝነበሩ። ፕረዚደንትነት ናይ ኣብርሃም ሊንኮልን ኣብዚኣ ጠፊኣ ወርሒ ሰለስተ ሽሕን ትሽዓተ ሚእትን ስሳን ሓደን ተመሪጹ ወርሒ ኣርባዕተ ኣብ ገለ ሰሙናት እቲ ውግእ ጀሚሩ ብወርሒ ኣርባዕተ ሽሕን ትሽዓተ ሚእትን ስሳን ሓሙሽተን ከኣ ፕረዚደንት እንከሎ ተቐቲሉ። እዚ ውግእ ናይ ኣሜሪካ ደው ክብል ከሎ ኣብ ጊትስበርግ እውን ተወዲኡ ምክንያቱ ሳእታ ዝተወረየት ዘላ ግን ኮሎምበስ ዝበሃል እውን ኣሎ። በዚ ናይ ኣሜሪካን ሲቭል ዎር ጉዳያ ዝግደስ ሰብ ከንብብ ዝደሊ ሊንክ ክንገድፈልኩም እየ ብታሕቲ ካብኡ ጀሚርኩም ከተስፍሑ ትክእሉ ኢኩም። ኣብቲ ውግእ ምስ ተዓወተ ኣብርሃም ሊንከልን ጊትስበርግ ስፒች ትበሃል ኣላ ውርይቲ መደረ ናይ ጊትስበርግ መደረ ተባሂላ ድሕሪ እቲ ውግእ ናይ ዓወት ዝሃባ መደረ ኣላ። ኣብቲ ሽዑታት ግዜ ሰናተር ቻርለስ ሳምነር ዝበሃል ነይሩ ብዛዕባ እዛ መደረ ተዛሪቡ። ኣብቲ መደረ እንታይ ይብል መስለኩም? ዓለም ነቲ ውግእ ንነዊሕ ግዜ ኣይትዝክሮን እያ፣ ግን መደረ ናይ ሊንከልን ማለቱ እዩ ንዘለኣለም ክትዝክሮ እያ፣ ምኽንያቱ ኣገዳስነት ናይቲ መደረ ካብቲ ውግእ ይዓቢ ይብል። ከም ዝበሎ ከኣ ኮይኑ እቲ መደረ ኩሉ ሰብ ይዝክሮ፣ ኩሉ ተማሃራይ ናይ ሂስትሪ እዩ ዝዝክሮ። ዓቢ ግደ እዩ ዘለዎ ኣብ ታሪኽ ናይ ኣሜሪካ። ብቐንዱ ከኣ ኢማንሲፐሽን ስለ ዘለዎ፣ ናይ ጸለምቲ ሓራ መውጽኢ ኣብ ሽዑታት ስለ ዝኾነ እዩ። ሕጂ ኣብ ኢሳያስ ንመለስ እሞ፣ ኢሳያስ ብዙሕ መደረ እዩ ዝገብር፣ ብዙሕ እዩ ዝዛረብ፣ ግን ካብቲ ኩሉ ዝተዛረቦ ንዓመታት ኣየነይቲ እያ እታ ጎሊሓ ትራኣየኩም ወይ ትዝክርዎ ኣለኩም ዶ ካብኡ ከምዚ ጌትስበርግ ገለ ከምኡ ትዝክርዎ መደረ ኣሎ ዶ? ኣየናይ ኢዩ እቲ ጽፉፍ ተስፋ ዝህብ ዘነቓቕሕ መደረ ኢልኩም ትቖጽርዎስ እንታይ ኣሎ ብዛዕብኡ እስከ ኣብ ታሕቲ ካፍሉና ነዚ ዶ ትዝክሩ? ምናልባት ነዚ ትዝክሩ ትኾኑ? ሰብ ኣብ ማይ ዘለዎ እዩ ተኸይድ እምበር ማይ ኣብ ሰብ ዘለዎ ክመጽእ የብሉን።

የቃንዓልካ ሕልምኻ። ኢሳያስ ኣፈወርቂ ማለት እሱይት መድሕን ካብ ሰማይ ዝወረደ ኢለ ይኣምን ኣነ እመን ኣይትእመን። ግን ኢሳያስ ሓንቲ መደረ ንህዝቢ ተስፋ ክህብ ወይ ከተባብዕ ተስፋ ዘስንቐካ ወይ ነቲ ዘለካ ጸገማት ዘፋኹሰልካ ዘተባብዓካ። ካብ ተመክሮ ክመሃር እሞ ክቕየር እኹል ልቦና የብሉን እየ ዝብል። እዚ ዝሓለፈ ሰላሳን ሓሙሽተን ዓመት ከም ዘርእየና ውድብ ህግደፍ ናይ ውግእ ፍቅሪ ኣለዎ ኣብ ሜዳ ናይ ምንባር ፍቅሪ ኣለዎ ወታደራዊ ስርዓት ስለ ዝኮነ ተመክሮ ከኣ ኣለዎ ነቲ ዝግበር ጻዕርን መስዋእትን ንጥቅሚ ውድቡ ከውዕሎ። ክኢላታት እዮም ኤርትራ ውን ብነዊሕን ደማውን ዝኮነ ውግእ ሕድሕድ ሓሊፋ እያ። ሎሚ ከኣ እቲ ባህሊ ኣብ ህዝቢ ሰሪጹ መስዋእቲ ዝከበረ ነገር እዩ ኣብ ኤረትራ። ዓመት ዓመት ስውኣትና ደርፍታት ስውኣትና ኣነ ስውኣት ኣይትዘክሩ ኣይኮንኩን ዝብል ዘለኩ ሕጂ ከም ገለ ጌርኩም ከይትጠውይዎ ምእንቲ ኣነ ዝብል ዘለኩ እቶም ስውኣትሲ ክስውኡ ከለዉ ስለምንታይ እዮም ተሰዊኦም ምእንቲ እዚ ህዝቢ እንድዮም ስለዚ እቲ ህዝቢ ስለምንታይ እዩ ደይጽምበለሉ ደይጽምበለሉ በዓል ክግበረሉ ገለ ዘይኮነስ እቲ እዞም ስውኣት ዝተሰውእሉ ምኽንያታት ስለምንታይ ንዑ ክረኽብዎ ዘይክእሉ ስለምንታይ እቲ መንግስቲ ኣብኡ ግዚኡ ዘየጥፍእ ጻዕሪ ዘይገብር ኣብኡ ስለምንታይ እቲ ቅሳነት ናይ ሰብ ፍቕሪ ናይ ሃገር ሓድነት ናይ ሃገር ስለምንታይ ብስሩዕ መገዲ ብጽቡቕ መገዲ ብጽፉፍ መገዲ ገይሩ ከካይዶ ዘይክእል ወይ ከከናውኖ ዘይክእል ብዙሕ ክፋል ካብ ህዝቢ ኤርትራ ንስዉኣት ከመይ ጌሩ ከም ዝፈድዮም ዝፈለጠ ኣይመስለንን። ምኽንያቱ ንስዉእሲ እንታይ እዩ ክገብረሉ ሳዕሲዕካ ዕንባባታት ጌርካ ጽቡቕ ሴመትሪ ዋላ መቓብር ወይ መዘክር ስዉኣት ኢልካ ጌርካ ወይ ፍቆዶ መጻእካ ፍዮሪ ኣንቢርካ ገለ ኣንቢርካስ እንታይ ትርጉም ኣለዎ? እቲ ምእንትኡ ዝተሰውኣ ዝስውእ ድሕሪ ኣሕ እንዳበለ ይነብር ኣሎ። እንተ ደኣ እንዳተጨቆነን እንዳተዓመጸን እንዳተበደለን ይነብር ኣሎ እንታይ እዩ ጥቕሙ ኢሉ እንተ ሓቲቱካስ እንታይ ኢኻ ክትብሎ ስውኡ መጺኡስ ስለምንታይ ኢኻ ከምዚ ትገብር ዘለኻ እሞ ኣነ ደኣ መዓዝ ነዚ ተሰዊኤ መዓዝ ኣብ ቀብረይ መጺእካ ሸልመኒ ኢለካ መዓት ፊዮሪታት ኣንብረለይ መዓት ኣጣቅዓለይ ዶ ተቖኒንካ ዶ ከምኡ ጌርካ ወዓለለይ ዶ ኢለካ እየ ስውኡ ከምኡ እዩ ዝብለካ እዞም ከምኡታት ጥራሕ ትኣምኑ እቶም ስውኣት መጺኦም እንተ ዝሓቱኹም ከም ተኣምር እንታይ መልሲ ኣለኩም? ኣይሳዕስዕናልኩምን ዲና ኣይጨዲርናልኩምን ዲና ኣይደሪፍናልኩምን ዲና ከምኡ ዲኹም ክትብሉ ኤርትራ ብዙሓት ቀቢራ እያ እኹላት ቀቢራ እያ ካብ ዓቕማ ንላዕሊ እኳ ደኣ ስለዝስ ይእከል ንሱ ብሕጂኸ ስውኣት ክውሰኹ ድዮም ስለምንታይ ናይቶም ዝሓለፉ መብጽዓ ዘይተታሕዘስ ስለምንታይ እዮም ስውኣት ዝውሰኹ። ኣነ ከም ዝመስለኒ ኤረትራውያን ናይ ስውኣት ምጽንባል ገዲፍና ናይ ንቡራት ሃላዋት ንፍለጥ። ጥቅሚ ናይ ሂወት ክንፈልጥ ሂወት ክንጽንብል ስውኣትን ሞትን ቅትለትን ጥፍኣትን እኩል ጸንቢልናዮ። ገዛ ስኢና መገዲ ተደርብያ ዘላ ኣደ ስዉእ፣ ስድራቤት ስዉእ ኣብ ደገ እንድሕር ተደርብዮም ኣለዉ። ነቲ ስዉእኩምሲ ጽቡቕ ኢና ሒዝናዮ ዘለና። ጽቡቕ ቀብሪ ጌርናሉ፣ ፍዮሪ ጌርናሉ፣ ጽምቢልናሉ፣ ሳዕሲዕናሉ ኢልካያስ እንታይ እዩ ዝቕይር ናብራ? ኣየድልን እዩ እብል ኣለኹ ከምዞም ስድታት ዝብልዎ ኣነ ዝብል ዘለኹስ ጠገለ ዘለዎ ይኹን ከምቲ ኣብ ስውኣት ንግደስ ኣብቶም ህልዋት ውን ንገደስ ብሕልፊ እቶም ደቆምን መቕርቦምን ዘጥፍኡ ሰባት እቶም ሓጋዚ ዘይብሎም ኣላይ ዘይብሎም ተሪፎም ዘለዉ ጀጋኑ ምእንቲ እቲ ዝተርፍ ሰብ እዮም ዝስውኡ እምበር ምእንቲ ቐብሮም ኣይኮኑን ዝስውኡ። እዚ ህዝቢ ኩሉ ግዜ ምቁዛምን ኣብ ሓዘን ምንባርን ክገድፎ ኣለዎ። ቁሩብ ናይ ሓቂ ሓጎስ ከርኢ ኣለዎ እዚ ናይ ሸፈጥ ናይ ቱሪዝም ዘይኮነ። ዕላማ ስውኣት ንነብሶም ጽቡቅ ቀብሪ ንምርካብ ከምዘይኮነ ኣይንረስዕ። ኣይ ክንደይ ድዮም ኣብ ፍቆድኡ ተዘሪኦም ዝተቀብሩ ክንደይ ድዮም ሰብ ኣበይ ከምዘለዉ መን ምኳኖም ዘይፈልጦም ውሑዳት ድዮም ናይ ሰውራ ኤረትራ ስውኣት። ካብ ስሳን ሓደን ጀሚሩ ኣብ ፍቆዶ መሮር ዝቅበር ሰብ ብዙሕ እዩ ኣብ ፍቆዶ ስንጭሮ ዝቅበር ብዙሕ እዩ ኩዕት ኩዕት ኣቢልካ ድፍን ድፍን ኣቢልካ ሰላምታ ጌርካሉ ትከይድ ንዖም ከነክብር ተደሊና እታ ዝሞቱላ ኤረትራ ቁሩብ ልውጥ ክትብል ኣለዋ። መደረታት ብሕልፊ ብሓለፍቲ ሰብ ስልጣን ክወሃብ እንከሎ ፕረዚደንት መሳሊ ዓቢ ሚዛን ኣለዎ። ነቲ ሰብ ሞራሉ ከልዕሎ ይኽእል፣ ሞራሉ ከውድቖ ይኽእል። ዓቢ ኢምፓክት ኣለዎ። ምኽንያቱ ወይ ብዋዕዋዕ ኣቢሉ ሞራሉ የውድቖ ነቲ ሰብ ወይ ድማ ጽቡቕ ከም ዝስምዖ ፍናን ከም ዝስምዖ ይገብሮ። ግን ፈሊኻ ፈላሊኻ እንተኾይኑ ጉድኣቱ ይበዝሕ ካብቲ ጥቕሙ። ምኽንያቱ ንሃገር ኣይኮንካን ትሰርሕ ዘለኻ ድሕሪ ከምኡ ኣብ ውድባትን ኣብ ማሕበራትን ኣብ ጉጅለታትን ጥራሕ ተደርብ እንተኾንካ ከምዚ ሕጂ ንርእዮ ዘለና ብናይ ኣብርሃም ሊንከልን መደረይ ድሕሪ ውግእ ጌትስበርግ ዝገበሮ ብኡ እንድየ ጀሚረ ገለ ካብኡ እስከ ጥቕስታት ከንብበልኩም። ብቐንዱ ነዚ መሬት ክንውፍዮ ኣይንኽእልን ኢና፣ ክንቅድሶ ኣይንኽእልን ኢና፣ ካብ ዘለዎ ንላዕሊ ቅዱስ ክንገብሮ ኣይንኽእልን ኢና። እቶም ኣብዚ ዝተቃለሱ ብሂወት ዘለዉን ዝሞቱን ጀጋኑ ካብ ዝነበሮ ንላዕሊ ቅዱስ ጌሮሞ እዮም ዓለም ነዚ ኣብዚ እንብሎ ዘለና ኣይከስተብህለሉን እዩ ነዊሕ ውን ኣይክድገምን እዩ ግን ዓለም ኣብዚ ዝተገብረ ፈጺማ ክትርስዖ ኣይትክእልን እያ ንሕና እቶም ህያዋን ዝጽበየና ዘሎ ዕማም እምበኣር ነቲ እቶም ኣብዚ ዝተቃለሱ ክሳብ ሕጂ ብክብሪ ዘሳገምዎ ዘይተወደኣ ዕማም ምውዳእ እዩ። ነቲ ኣብ ቅድሜና ዝተረፈ ዓቢ ዕማም ተወፊና ክንተሓሓዞ እዩ ዕማምና። ካብዞም ክቡራት ምዉታትና ናብቲ ናይ መወዳእታ ምሉእ መዐቀኒ ተወፋይነት ዝሃብሉ ዕላማ ዝያዳ ተወፋይነት ከነርኢ፣ ካብዞም ክቡራት ጀጋኑና ናብቲ ናይ መወዳእታ ምሉእ መዐቀኒ ውፍይነት ዝሃብሉ ዕላማ ዝያዳ ተወፋይነት ከነርኢ፣ እዞም ጀጋኑ ምዉታትና ብኸንቱ ከምዘይሞቱ ኣዚና ክንፈልጥን ይግበኣና። ህዝብና ኣብ ትሕቲ ፈጣሪ ሓድሽ ልደት ሓርነት ክህልዎ ክንገብር። ከምኡ ውን መንግስቲ ንህዝቢ፣ ብህዝቢ፣ ምእንቲ ህዝቢ ክህልወና ምኽንያቱ ህዝቢ ካብ ምድሪ ክጠፍእ የብሉን። ኣብርሃም ሊንከልን ሕዳር ዓሰርተ ትሽዓተ ሽሕን ሸሞንተ ሚእትን ስሳን ሰለስተን። ኣብ ውግእ ጌትስበርግ እቶም ዩንዮኒስትስ ተስዓን ሰለስተን ሰለስተ ሚእትን ገለን ወተሃደራት ነይሮሞም፣ መራሒኦም ከኣ ጀነራል ጆርጅ ሚዲ። እቶም ኮንፈደሬትስ ከኣ ሰብዓን ሓደን ሽሕን ሽዱሽተ ሚእትን ትስዓን ትሽዓተን ወተሃደራት ነይሮሞም፣ እዚኦም ከኣ ብጀነራል ሮበርት ሊ ዝምርሑ ዝነበሩ እዮም። ጠቕላላ ሰራዊት ገጢሙ ዝነበረ ሚእትን ስሳን ሓሙሽተን ሽሕ እዩ። ካብዚኣቶም ሓሙሽተ ሽሕን ኣርባዕተ ሚእትን ዕስራን ሓሙሽተን ወታደራት ኣሰር የብሎምን፣ ዝጠፍኡ፣ Missing in Action፣ ዝበሃሉ እዮም። ድሕሪ ብዙሕ ጥፍኣት ኣብ ኤፕሪል ትሽዓተ ሽሕን ሸሞንተ ሚእትን ስሳን ሓሙሽተን ጀነራል ሮበርት ሊ ዝዓበየ ክፋል ሰራዊት ሒዙ ኣብቶም ኮንፈደሬት ሓይልታት ኢዱ ሂቡ። ዓቢ ክፋል ሰራዊቱ ሒዙ ኣብቶም ሓድነታውያን ኢዱ ሂቡ። ኣብዛ ናይ ጌትስበርግ ናይ ሰለስተ መዓልቲ ውግእ፣ ሰራዊት ኣሜሪካ ካብ ክልቲኡ ወገን ሓምሳን ሓደን ሽሕ ሰራዊት ኣጥፊኡ። ሊንከን ከኣ ኣብታ ጌትስበርግ ስፒት ትበሃል ኣብኡ ዝጠቐሶ እዚ እዩ። ዓለም ነዚ ንእሽተይ ኣስተብህሎ እያ ክትቦ፣ ምናልባት'ውን ኣይትዝክሮን። እቲ ኲናት ዝተገብረሉ ምኽንያት ምዝካርን ምውድእን ናትና ዕማም እዩ፣ ክንዝክሮ ኣለና። ኣብዚ ህይወቶም ዝሃቡሉ ኲናት እንታይ እዩ ዕላማኦም ነይሩ፣ ነቲ ዕላማኦም። ክንፍጽምን ኣብ መዓልኡ ከነውዕሎን ግዴና እዩ ይብል መዘኻኸሪ። ግን እቲ ዕላማ እንታይ ምዃኑ እንተዘይፈለጥካ ከመይ ጌርካ ኢኻ ክትትግብሮ? መብዛሕቱ እዚ ኩሉ ድዕድዕ ዝብል ዘሎ ዳርጋ እቲ ዕላማ እንታይ ምዃኑ ረሲዕዎ እዩ። ስለምንታይ ተዋጊእና ክትብሎ ከላ ጸላኢ ከነውጽእ ነብስና ክንገዝእ ባዕልና ገለ እዩ ዝብል እምበር እቲ ረቂቕ ምኽንያታት ዝነበረ ኣይፈልጦን እዩ። ምእንቲ ነጻነት፣ ምእንቲ ሓርነት ከምኡ ዝብል የሎን። ሃገርና ባዕልና ከነካይድ እሞ ሃገርና ባዕልና ነካይደላ። እንታይ ዓይነት ኣካይዳ ከነካይዳ? እዚታት ብሩህ ኣይኮነን። እዚ እዩ ክበርህ ዘለዎ። ጽቡቕ ምንቕቓሕ ኣይተገብረን። እቲ ህዝብስ ክሳብ ሕጂ ኣምር ናይ ነጻነትሲ ከምዚ ዘይተሓዝ ዘይድህሰስ ነገር ገይሩ እዩ ዝርእዮ። ነጻነት ክብል ከሎስ ብግብሪ እንታይ ማለት እዩ? ኣብኡ ድኽመት ኣሎ ስለዚ ነፍሲ ወከፍ ዓቕሚ ዘለዎ ክእለቱ ክገብር ኣለዎ ኣብኡ ምድፋእ። ሲቭል ዎር ናይ ኣሜሪካ ብዙሕ ሸነኻቱ ብዛዕባ ኢማንሲፔሽን ነፃነት ናይ ወዲ ሰብ እዩ። ብሕልፊ እቶም ፀለምቲ እቶም ኣዝዮም ውፁዓት ስለዝነበሩ በራዩ ስለዝነበሩ ንዕኦም እውን ነጻ ንምውጻእ ዝተገብረ ውግእ እዩ። ግን ኣብቶም ናይ ደቡብ ዝነበሩ እቶም ባርነት ይቐጽል ኢሎም ዝዋግኡ ዝነበሩ ኣብኡ ኣርብዓ ሽሕ ሓምሳ ሽሕ ዝኾኑ ወታደራት ነይሮም ምስኦም ኮይኖም ዝዋግኡ እዚኦም እንታይ ጌርኩም ረእይዎም መስለኩም? ወዲ ጎባ ጌርኩም ረእይዎም ምእንቲ ኣንጻር ነጻነቱ ዝዋጋእ ሰብ ከምኡ እዮም ነይሮም ሙሽ ከምኡ ዝብሉ ኣለው ኣምላኽና እዩ ኢሳያስ ብዘይ ህግደፍ ናብራ የለን እንታይ ዶ ልክዕ ከምዚ ዘራርባ ዝዛረቡ ኣለዎ እዚኦም ሕጂ ጎኖም ኮይኖም ክቃለሱ እንተሪኢኹሞም ኣይግረምኩም ናይ ወዲ ሰብ ባህርያት እዩ ኤርትራ ክንደይ ጌተስበርጋ ተሕሊፋ ምእንቲ ነጻነትን ምእንቲ ሓድነትን ምእንቲ ራህዋን ጽቡቕ ክንርኢ ምእንቲ ንዕኡ ንምርካብ ከኣ ክንደይ ጌትስበርግ ሓደ ክልተ ሰለስተ ኣርኩን ዓሰርተታት ጌትስበርጋት ኩናት ተኻይዱ እዩ። ዓሰርተታት ኣሽሓት ሰባት ጠፊኦም እዮም። እሞ ከኣ ካብ ሰለስተ ሚልዮን ሰብ ካብ ኣርባዕተ ሚልዮን ሰብ። ምስ ተዋሕደ ህዝባ ኤርትራስ ካብ መጠን ንላዕሊ ገቢራትሉን ከፊላትሉን እያ እዚ ነጻነት። ግን ክንረኽቦ ኣይከኣልናን። ስለምንታይ? እዚ ዘለና ስርዓት ኣረኣእይኡ ካብቲ መዲይቫል፣ እቲ ናይ መሳፍንቲ ዝነበረ ኣረኣእያ፣ ካብኡ ኣይፍለይን እዩ። መስፍን እንድሕሪ ኾንካ፣ ክንደይ እኽሊ ኣምጺእካ፣ ክንደይ ገቢርካ፣ ክንደይ ኣእቲኻ፣ ክንደይ ሓሪስካ፣ ከምኡ ታቲሉ ናቱ ጥቕሚ እቲ ትግብረሉን እቲ ናብኡ ተሕልፎ ሃብቲ ንዕኡ ጥራሕ እዩ ዝርኢ እምበር ንስኻ እንታይ ትነብር ኣለኻ ከመይ ትነብር ኣለኻ ኣይግደስን እዩ። እዚ ናይ ኣብ ኩሉ ዘሎ እንድዩ ኩሉ ዓለም ከምኡ እዩ ተጀሚሩ እዚ ፊውዳሊስት ከምኡ እዮም ዝገብሩ። ድሕሪ እዚ ኩሉ ዓመታት ሎሚ ክርድኣና ኣሎ ኣብ ኤረትራ ዘሎ ስርዓት ፊውዳሊስት፣ መስፍናዊ፣ ስርዓት እዩ። ገባቲ ስርዓት እዩ። ህዝቢ ኣገልገልቲ እምበር ዜጋታት ኣይኮኑን። ምኽንያቱ ናይ ዜጋ ክብረትን ናይ ዜጋ ነጻነትን ስለ ዘይውሓሰሎም። ከውሕስ ኢሉ ዓመታት ተጋዲልና ገለመለብል ክሳብ ሎሚ ክወሓስ ኣይከኣለን ንሱ። ሰላም ክወሓስ ኣይከኣለን። በንጻሩ ከኣ ናይ ምሉእ ዓለም ዘሎ ኢንጃስቲስ ወይ ዘይፍትሓውነት ኩሉ ግዜ እንድዮም ዘሰማስሉ። እዚኦም ከምዚ ገይሮም እዚኦም ከምዚ ገይሮም ገለመለ ገለመለ ይብሉ። እቲ ንሳቶም ኣብቲ ህዝቦም ዝገብርዎ ዘለዉ ግን ኣይርእይዎን እዮም። ኣይርእይዎን እዮም ፈጺሞም። ዝሓሰቡ እንተሓሰቡ ከኣ ብዘይ ደገፍ ናይ ህዝቢ ገለ ነገር ክገብሩ ኣይክእሉን እዮም። ህዝቢ ግን ከም ጅሆ ተታሒዙ ብሓደ ሃገሩ ኮይንዎ ብሓደ ከኣ ካልእ ዝዓበየ ጸበባ ከይመጾ እንዳፈርሔ እሺ ጎይታይ እንዳበለ ይኸይድ ኣሎ። ነጻነት ስለ ዘይፈቱ ኣይኮነን ነጻነት ስለ ዘይፈልጥ ነጻነት እንታይ ማለት ምዃኑ ስለ ዘይፈልጦ ብባርነት ተወሊዱ ባርነት ዓብዩ ባርነት ኖርማል ኮይኑ እንዳተራእየ ስለ ዝዓበየ ከምኡ ገይሩ ዝቕጽል ሰብ ኣሎ። እዚ'ዩ ከፊእዋ ዘሎ ኤርትራ። እዚስ መራ ድለ መዓልቦ ነፈርቲ መዓልቦ ነፈርቲ ኢልካ እንድሕር ትሓስቦ ኣለኻ ኮይንካ ኣብኡ ተቐርቂርካ ክትተርፍ ጥራይ ኢኻ። እሞ ሕጂ ውን ህዝቢ ኤርትራ ከምቲ ቅድሚ ክንደይ ሓሙሽተ ዓመት ገለመለ ጌሩ ጀሚርዎ ዝነበረ ይኣክል ዝብል ጭርሖ ንዕኡ እንደገና ኣልዒሉ ብዝጎለሐ ድምጺ ጌሩ ክደግሞን ክሰርሓሉን ክኽእል ኣለዎ። ኣነ እቲ ሓደ ዝምነዮ እዞም ተቃሊስካ ተቃሊስካ ኢደባይዛ ዝገብሩኻ በዚ ህዝቢ ይቃለስ ንሳቶም ከኣ የፍርስዎ ኣንጻርቲ ትቃለሶ ዘለኻ ቃልሲ ዕላማ የብሎምን ዕላማ የብሎምን ዶ ክብሎም ኣለዎም ዕላማ ዋላ ንጸይቂ ይኹን ግን ዋላ እቲ ንጸይቂ ከማን ጸይቂ ምዃኑ ዝፈልጥዎ ኣይመስለንን እንታይ ደኣ ነዚ ኩሉ ምሕዝነታትን ጽምዶታትን ጅኒ ዕፍሪታትን ስግር ዶብ ጥራሕ ዝኸውን ስለምንታይ ውሽጢ ዓዲ ከምኡ ዘይከውን ስለምንታይ ከምኡ ዓይነት ተበግሶ ዘየሎ ቁሩብ እዚኣስ ኣብ ገዛኻ ከይተዓረቅካስ ምስ ጎረባብቲ ዶ ትመጣጠር ኢኻ ክትዕረቅ ጽቡቅ እዩ ምስ ሙሉእ ዓለም ክትዕረቅ ጽቡቅ እዩ ግን እታ ቀዳምነት ኣብ ውሽጢ ገዛኻ ክትከውን ኮላ እዩ መቀረት ዘለዎ። ማይ ናይ መን እዩ ማይ ንሕና እስከ ክንደይ ማይ ይሽየጥ ኣሎ። እዚ ከምዚ ዘይንጹር ኣረኣእያ ከኣ ድሕሪት ኣትሪፉና ዘሎ፣ ኩሉ ግዜ ኣሕ እንዳበልና እንነብረሉ ዘለና ንሱ እዩ። ስለዚ ኣረኣእያና ንጹር ንግበሮ፣ ድልየትና ንጹር ንግበሮ። እንተድኣ ኣድለይዋ ኣይትድለይዋ እዚኣ እያ፣ ፍተውዋ ኣይትፍተውዋ እዚኣ እያ መንደቕ ተራጽሙ እንድሕሪ ኮይና ኣብ ሕማቕ እዩ ዘምርሕ። ኣብኡ ከይበጻሕና ከኣ እምቧእ መፍትሒ ክንረክብ ተስፋ እገብር። ተማሂርኩም ኣለኹም።